ናይ ኣቦታትኩም እዛ ባንዴራ እዚኣ ጨርቂ ቀጠልያ ጨርቂ ተባሂላ ትድርበ ኩሉ ግዜ ኣቦታትና ኣብ ኣርባዓታት ተቓሊሶም ክብሪ ዘለዋ ባንዴራ እዚኣ ንሕና ብፈደረሽን ናብ ኢትዮጵያ ብዘይ ድሌትና ክትቆምና ከለኹም ንሕና ግን ከም ሃገር ወካሊትና እዚኣ ኢሎም ህዝብና ድምፂ ኣድምፁ ዝተፈላለያ ሸሞንተ ኣውራጃታት ነናተን ሰነዳት ሒዘን መፅኤን እታ ተመርፀት ብኩሎም ከዓ እዚኣ ዛውሊዕ እዚኣ ዛውሊዕ እዚኣ ኣነ እቲ መጀመርያ ብረታዊ ቃልሲ ዝጀመረ ዓመት ድሪስ ዓዋተ እዛ ባንዴራ እዚኣ ሒዙ እዩ ብረታዊ ቃልሲ ጀሚሩ። ንሕና ክንጋደል ኮለና ኣብ ሰብዓታት ክሳብ ሰማንያታት ክሳብ ሰማንያታት እውን እንተኾነ እዚኣ እያ ነይራ ተጋድሎ ሓርነት ኤርትራ ይኹን ህዝባዊ ግንባር ሓርነት ኤርትራ ባንዴራ እዚኣ እያ ነይራ እታ ኣብ ዝተፈላለየ እዋን እዝረብ ባንዴራ ከም ሓንቲ ኣርማ ናይ ህዝባዊ ግንባር ዝነበረት እያ ብዘየገድስ ግን ሎሚ ህይወታ ረኺባ ተቐቢራ ዝነበረት ወፂኣ ህይወት ረኺባ ከዓ ተንበልብል ኣላ ፅባ ነርና
እወ ስለዚ እዚ ገርና ገርኩሞ ዘለኹም ብጣዕሚ ፅቡቅ እዩ ኩሉ ሰብ ተሓጒሱ እዩ ኩሉ ተዓዊትና ኣለና ሕጂ ከዓ ተዓዊትና ኣለና ክንቅፅሎ ኢና ከዓ እዚ ኣይኮነን ጠጠው ነብለሉ ክንከይድና ዝከዓ ኣስመራ ግን ቃፅልና በዚ ኮነ ጠጠው

ሐራይ ኣያና መሓረና ቁሩብ ናይዛ ኣውልዕ ባንዴራ ግለ ሂብኩም ነይሩ ኣነ እንታይ እዩ ዝውስኸላ ወላ ኩለ እንተዘይወጣኹ እዚኣ ሸውዓተ ትርጉም እዩ ዘለዋ ሸውዓተ ትርጉም ኣለዋ ገለ ካብቲ ትርጉም ከዓ ክርስትያን የፅልለላ ኣስላማይ የፅልለላ ክርስትያን ይምውጻ ኣስላማይ ይምውጻ ልዕሊ ኩሉ ግን ፍልሖ ዘይበልዓ እንታይ ማለት እዩ ፍልሖ ዘይበልዓ ዘይትመውት
ዘይትጠፍእ ካሊእ እውን ካሊእ እውን ኢትዮጵያ ዘይትበልዓ ማለት እዩ በትሽዑ እዋን ምክንያቱ ኣውልዕ ፍልሖ ይበልዖን እዩ ፍልሖ ስለ ዘይበልዖ በትሽዑ ዝነበረ ናይ ፖለቲካ ናይ ኣቦሓጎታትና መጎት ንሶም ብቐስተ ደበና ባንዴራ ክማጎቱ ከለዉ በቲ ናይ ኑህ ተማጒቶም ኣቦታትና ከዓ እንድሕር ብናይ ኑህ ትመፁና ኮንኩም ኑህ ዓቕሉ ፀቢብዎ እስኳ ክበኣኸሞ እቱዃ ክጠለመሞ ርግቢት ከይዳ ግን ነዚኣ መሬት ሰላም ከምዘለዋ ስለ ዘበሰረቶ ንሕና ከዓ ኤርትራውያን ድልየትና ሰላም እዩ እዮም ኢሎሞ ስለዚ ቃልስና ብሰላም እዩ ተበጊሱ እቲ ደም ዝኸፈልናዮ እውን ተገዲድና እንተዘይኮይንና ናይ ደም ናፍቆት ስለ ዘለና ኣይኮነን ስለዚ እዛ ባንዴራ እዚኣ ትርጉም ዘለዋ ካብተን ኩለን ዝመፃ ባንዴራታት ከኣነ እዛ ባንዴራ እዚኣ በቲ ባይቶ ናይ ኣቦና ሎረንሶ ኣቦና በየነ ዛህላይ ኣቦና ደግያት በየነ ዛህላይ ምሂዘማ ስለምንታይ ግን ህግደፍ ሽሞም ዘይፅውዕዎም ናይ ዘይተዓወታ ባንዴራ ሽም ይጽውዒዖም ድሕር ሰሚዕና ኣብቲ ናቶም ተለቪጅን ንዝተዓወተት ባንዴራ ነዚኣ ዝመሃዘ ኣቦ ዘይዝክርዎ ስለምንታይ ይኾኑ ህግደፍ ርዱእ ነገሪ ማለት እዩ ኣብኡ ከሎ ንሕለፎ ኣብኡ ከሎ ንሕለፎ ርዱእ ስለ ዝኾነ ስለዚ እዛ ባንዴራ እዚኣ ልክዕ ንሃይማኖት ዝውክል ክልተ ባንዴራ ቀሪበን ነይረን ንምስልምና ትውክል ባንዴራን ንክርስትና ትውክል ባንዴራን ክልተ ዓበይቲ ቀሪበን የን ምስ ረኣይወን እዚአን ናይ ሃይማኖት የን ኢለሞን እዛ ባንዴራ እዚኣ ምስ ረኣይዋ ግን እቲ ባይቶ ናይ ፌደሬሽን ነዚኣ ምስ ቆማ እቲ ባይቶ ናይ ወዲ ሕቡር ሃገራት ከዓ ብሓቂ እዚኣ ንኩልኹም ትወክል ባንዴራ ኢሎም እዚኣ ተቐብልናኩም ኣለና ዝብልዎም እዚኣ ሒዝና ንገድሊ ኸድና እዚኣ ሒዝና ከዓ ኣስመራ ኣቲና ኣብ ሽሕን ትሽዓተ ሚእትን ተስዓን ሰለስተን ብዘይ ምርጫ ናይ ህዝቢ ስለ ዝወረደት ተዘይኮይና እቲ ባንዴራ ኩሉ ባንዴራና እዩ ኩሉ ኤርትራውያን እናሰርሕናዮ እዚኣ ግን ብዘይ ምርጫ ስለ ዝወረደት ከምዛ ንሕና ተጨዊና ዘለና ከምዛ ባይቶና ተጨውዩ ዘሎ ከምዚ ፍትሕና ተጨውዩ ዘሎ እዚኣ እውን ተጨውያ ትነብር እያ ናይ ኣጋጣሚ ኮይኑ ኣብ ደንከል ግን ክሳብ ተስዓን ሽዱሽተን ተንበልብል ነይሩ ኣብዮም ነይሮም እዮም ንሳቶም በዓል ደንከል ክሳብ ተስዓን ሽዱሽተን ተንበልብል ነይራ ድሕሪ ግዜ ግን ኣብኡ እውን እታ ንፈልጣ ባንዴራ ብዙሕ ትርጉም ኣላብኡ እውን ክግበር ዘይግብኦ ዝተገብረ ኣሎ ኢንወይ ባንዴራ የባእሰናን እዩ ኩሉ ብጣውላ ዝፍታሕ እዩ ኣብ ጣውላ ዝፍታሕ ብዙሕ ነገር ኣለና ኣብዚ መምፅእና ግን ቀዳማይ ፀላኢና ህግደፍ ስለ ዝኾነ ኩሉ ፍልልያትና ወጊድና መፅእና ኣለና ተዓዊትና ኢና በዚ ጥምረት እዚ በዚ ጀሚርናዮ ዘለና እንድሕር ዳኣ ከይድና እዚ ናይ ዓማፅን ገበነኛን ኤምባሲታት ኣብ ኩሉ ዓለም ኣብ ኩሉ ዓለም ክዕፆ እዩ ዘይተገብረ ከዓ ኣይኮነን ኣብ ቶሮንቶ ተዓጽዩ እዩ ኣብ ሆላንድ ተዓጽዩ ስለዚ ዘይተገብረ ኣይኮናን ንሓደልና ክግበር ዝኽእል እዩ ክንገብሮ ኢና። ደለይቲ ሰላም፣ ደለይቲ ፍቕሪ፣ ደለይቲ ሕጋዊ ኣሰራርሓ ስለ ዝኾንና ኢና ካብ ቅርዓት ዓው ኢልና ወጺእና ንጭድር፣ ንፍትሒ ንሙጉት ዘለና። እቶም መንግስትና ዝብሉ ንሓደ ዓማጺ ጉጅለ ከምዚ ንሕና ኣብ ቃልዕ ወጺእና ንዛረቦ ዘለና፣ ክዛረቡ ሕልናን መዓንጣን የብሎምን ስለዝኾኑ ተሓቢኦም ኣብ ገዛ ብሓለውቲ እናተሓለዉ ንሕሱ ኣለና እሞ ተኸላኸሉልና ነደናግር ኣለና እሞ ሓልውና እናበሉ ዝኸዱ ዘለዉ ኣብዛ መድረኽ እዚኣ ዝመፅእ ፍርሒ ዝቐንጠጠን ዝበተኸን እዩ ኣያታትኩም ኣቦታትኩም ሎሚ ዘይኮነ ተስዓን ትሽዓተን ነጥቢ ትሽዓተ ህዝቢ ኤርትራ ምስ መንግስቲ እየ እንዳበለ ከሎ ብየማንን ብፀጋምን እንዳኽበቡና ከለዉ ብዘይነቅ ፈረቅ ከይፈራሕና እንሆ ጨላቐዕ ውልዶ ደቅና ወሪሶሞ ነቲ ከይዲ ንመስርሕ ናይ ቃልሲ ከዐውትዎ ጸባ ሰቲና ኣለና። ኣነ ከም ምኪኤል ንዓኻትኩም ክርኢ ከለኹ ዝሓለፍክዎ ቃልሲ ተዓዊተ ምናልባት ተሪፋ ዘላ ፖይንት ፋይቭ ፐርሰንት ጥራሕ እያ። ምክንያቱ ሓደ ስርዓት ክወድቅ ከሎ ወድቅ ኣለኹ ኢሉ እናበለካ ይወድቅን ክሳብ ዝመውት ክሳብ ዝሰዓት ኩሉ ግዜ ኣለኹ ኢሉ ስለ ዝኾነ እዩ እምበር እዚ ቦኽቢኹ ዘሎ ካብኡ መንግስቱ ሕይል ነይሩ መንግስቱ ምስ ምሽሾ ሰራዊቱ እንከሎ ንሃገር ጠልጢልዋ ኣብ ስደት ከይዱ ተሳዒሩ ዋላ እኳ ብርቱዕ ውግእ እንተነበረ ግን ልዕሊ 150 ሽሕ ዝኾን ሰራዊት ነይሩዎ ስለዚ ስርዓት ህግደፍ ኣብ ኮረሻ ስለ ዘሎ ኣብ እንግድዓ ህዝብና ስለ ዘሎ ዘሎ ከም ዘሎ ህይወት ከም ዘለዎ ይመስሎ ኣሎ ኣዋድቅኡ ግን ኣዋድቃ ሃንደበት ስለ ዝኾነ ኩላህና ዘለና ሽግር ዘለና ጸገማት ይህን ምሂን ብምባል ፈቲሕና ንህዝብናን ሃገርናን ነዚ ነእውየሉ ዘለና ክንልግሶ ሓደራ እዩ ቃልስና ዋላ ይንዋሕ ተዓዋቱ እዩ ሓድነትና እውን ኣብ ደገ ዘይኮነ ኣብ ውሽጢ ብዝለዓለ ደረጃ ዝድልለሉ ድልዱል እዩ ዘሎ ፍልል የብልናን ኣጆኹም ተዓዊትና ኢና ናይ ሎሚ ከዓ ሎሚ ሰላማዊ ሰልፊ ጌርና ኣለና ኣነ ከምቲ ኣብ ኤምባስታ ዝበሎ ሄኖክ ዘይኮነ ሎሚ ናይ መጨረሻ ሰላማዊ ሰልፊ ኮይና እቶም ኣብ ውሽጢ ኤርትራ ብርጌድ ንሓመዱ ተፈጢሮም ዘለዉ ዝፍጠሩ ዘለዉ ምስኦም ኮይና ኣብ ዓድና ኢና ንገብሮ ኣብ ኣስመራ ኢና ንገብሮ እሞ ዓወትና ኣብ ዝሓፀረ ግዜ ክረጋገፅ ምዃኑ ኣይጠራጠርን እየ የቐንየለይ ሰላም ኩልኻ ኣብ መላእ ዓለም ዘለኻ ደላይ ፍትሒ እንቋዕ ደስ በለኩም እንቋዕ ደስ በለኩም መንእሰይ ስምረትና ሓይልና ኩሉ ግዘ ዓወት የውህበና እዩ። እንኳዕ ደስ በለካ ኩልኻ መንእሰይ ኣብ ፍትሒ ዘሎ ኣብ ሓቂ ዘሎ ደኒኑን ተሳዒሩን ኩሉ ግዜ ይከይድ እዩ። ወፅዓና ግዜያዊ እምበር ነባሪ ኣይኮነን ኣይኮነን ነባሪ ኣይኮነን ኣይኮነን።
ስለዚ መንእሰያት ኤርትራውያን ፍትሓውያን በዛ ኣጋጣሚ ክሕልፎ ዝደሊ መልእኽቲ እንተልዩ ስምረትና ንደልድል ብማንም ሰብ ሓይልታት ብማንም ሰብ ተዛረብቲ ንሕና ኣይንግማዕን ቃልስና ፋሕፋሕ ኣይብልን ኩሉ ግዜ ድልውነትና ኣብ ጥርናፈና እዩ ዓወታትና ኣብ ጥርናፈና እዩ ቃልሲ ብርጌድ ንሓመዱ ኣብ መላእ ዓለም ተተሓሒዙ ዝኸይድ ቃልሲ እዩ መላእ ኤውሮፓ ካናዳ ኣሜሪካ ካልእ ኣፍሪቃ እውን ዘለኹም ማለት እዩ ኤርትራውን ብርጌድ ንሓመዱ ኣለና ኣደታትና ምሳና እየን ተሲኤን፣ ኣቦታት ምሳና እዮም ተሲኦም። ስለዚ ኩሉ ካብ ብርጌድ ንሓመዱ እታ መስመር እዚኣ እያ እሞ ኣብዛ መስመር እዚኣ ጽናዕ። ካብዚ ፈልከት ዝበሃል የለን። ዓወትና ናይ ግድን እዩ። የቐንየለይ Yes, yes, የቐንየለይ። ዓወትና ናይ ግድን እዩ። ብርጌድ ንሓመዱ ይስዕር፣ Yes, ስዒሩ እዩ። ብርጌድ ንሓመዱ ይስዕር። ብርጌድ ንሓመዱ ስዒሩ እዩ። Thank you. ንዓኻ
ሕራይ ሕፅር ብላይ ኣያን ወሓልኩም እኒአ ሕቶ ስለምንታይ ኣብዚ ኣለና ስለምንታይ ኢና ኣብዚ ተቃውሞና ነስምዕ ዘለና ብርግፅ ዕላማና ክንፈልጥ ኣለና ክሳዕ መዓስ ኢና ከምዚ ኢልና ክንቃለስ ክንፀንሕ ብወንዱ እቲ ዕላማና እንታይ ዕላማና ብርግፅ ዝተጠልመ ዕላማ ኣሎ እዚ ዝተጠልመ ዕላማ በማኢት ኣሽሓት በማኢት ኣሽሓት ሳንቲም ዘይጠዓምሉ ዕድሜኦም መንእሰያትና ሓሊፎም ስለምንታይ ሓሊፎም ንምሉእ ናጽነት ንምሉእ ሓርነት ንምሉእ መሰል ናይ ህዝቦም ንቕሳነት ህዝቦም ዕላማ ነይርዎም ነዚ ዕላማ እዚ ከዓ ተሰዊኦም ብርግፅ እዚ ዕላማ እዚ በኺሩ ስለ ዘሎ ተረጊጩ ስለ ዘሎ ነቲ ዕላማ ናቶም ኣብ ባይታ ክንትርጉም ተግባራዊ ክንገብር እቲ ዕላማ ግቡእ ትርጉሙ ክረክብ ኢና ንቃለስ ዘለና ክሳብ እዚ ዕላማ እዚ እቲ ቀንዲ እቲ ቀንዲ ዕላምኡ ክሳብ ዝሃርም ከዓ ናህና ዕላማ እየ ክንቃለስ ህዝብና ብገለ ጨቆንቲ ውሑታት እቲ ኩሉ መስዋእቲ ተባሒቱ ስለ ዘሎ ክሳብ እዚ ዕላማ ናይ ስዋኣትና ትርጉሙ ዝረክብ ክንቅፅል ኢና

ሕልና ስለ ዘለዎም እዮም ምስቲ ኩሉ ዘሎ ብድሆታት ኣብዚ ምሳና ትማሊ ምሳና ውዒሉ ሙሉእ መዓልቲ ሕጂ ከኣ ኣብዚ መጺኡ ኣሎ እዚ ዘለናዮ ቦታ ናይ ብሓቂ ኣይኮነን ዝኾነ ይኹን ስንክል እናሃለካ ጥዑይ ኮንካ እውን ንኽትመጽእ ስክፍታታት ዝፈጥር እዩ ዋጋ ክኸፍል ኢሉ ሰብ መጺኡ ዘሎ ኣብዚ ክንጓየ ከም ንኽእል ንፈልጥ ኢና ክንበኣስ ከም ንኽእል ክንተሃራረም ከም ንኽእል ብዙሕ ነገር ካብ ቁፅፅር ወፃኢ ክኸይድ ከም ዝኽእል እዚ ኣብዚ ቦታ እዚ ክትመጽእ ከለኻ ከምዚ ዓይነት ስንክልና ተሸኪምካ ናይ ብሓቂ ነቶም ኣብ ገዛ ኮፍ ኢልና ዘለና ንዓና መልእኽቲ እዩ ነቶም ተጨኩና ዘለና ነቶም ተረጊጽና ክንስና ኣብ ገዛና ዘለና ካብዚ ዓቢ መልእኽቲ የለን እቲ መልእኽቲ ከዓ ስለምንታይ ኣብዚ ምሳና ሎማዓት ውዒሉ ንምንታይ እዩ ክመጽእ ዘልዩ ባዕሉ ክነግረና እዩ እቲ ማይክሮፎን ክህበ ነያና ግርማይ ቴንኪዩ
ሰላም ሰላም ሰላም ንኡሳት ደቀይ ሰላም ሰላም ዓበይቲ ኣሕዋተይ ኩላትኩም ኣብዚ ሎማዓንቲ ንሓርነት ህዝቢ ኤርትራ ዝግበር ቃልሲ ተሳቲፍኩም ዘለኹም ሎማዓንቲ እዚ ንገብሮ ዘለና እዚ ተሳትፎና እዚ ንዲክተይተር ንምውዳት ምልክዶ ዝብሎ ኩሉ ሓሊፉ ፅንተት ስለ ዝተበፅሐ ንህዝብና ንምድሓን እዩ

እቶም ሓደ ብሓቂ ሓንጎሎም ብፍርሒ ጃጅዩ ዝሳተፍዎ ዘለዉ ኾኑ ኸለዉ እቲ ሓደ ኸዓ እምኒ ፍጢሩ ንዘይወነኖ እምኒ ካብ ኣሕዋተይ ካብ ደቀይ እምኒ ኢሉ ንእምኒ ኩሕሉ እሞ ዘይወነና እምኒ እቲ ሓደ ኸዓ ኩሊቶም ደቅና ዝሸይጥ ዝሓርድ ገበነኛ እዩ ንሕና ኣንጻርቲ ገበነኛ ነቲ ገበነኛ ብሕጊ ከነቕርብ ከነጥፍእ ደኣ እምበር ነቲ ጃጅዩ ዝሳተፍ ዘሎ ምስኣቶም ነዚ ሓራ ከነውፅእ ኢና ንደሊ ስለዚ ፅልኢ ምስዚ ኣካል እዚ የብልናን ነቶም ሓደ ኣካል እውን ነቶም እምኒ ፍቂሮም እምኒ ዘይወነንዎ እምኒ ክሕልዉ ኣብኡ ዝሳተፉ ዘለዉ ነዚኦም እውን እምኖም ከኽብሩ እምኖም ክረኽቡ ኢና ንቃለሰሎም ዘለና እሞ ቃልስና ቀፃሊ እዩ ተዓዋቲ እዩ ነቲ ስርዓት ከኣ ክነብር ኣይክእልን እዩ። የቐንየለይ ቖረ የቐንየልና ያ ግርማ የቐንየልና ካብዚ ንመሃሮ ተሊ ኮይኑ ቃልስና ናይ ሕልና እዩ ቃልስና ናይ ሕልና እዩ ስለዚ ሕልና ዘለዎ ክሳተፍ እዩ ነዚ መንእሰይ ጉበኤ ሽዑ ከዓኒ ንዓኸበ ኣዴታትና ኣዴታትና ካብ ትማሊ ትሒዘን ኩሉ ነገር ዝገበራለን ያ ኣቑሪ ሰናና ሓረ ኦኬ ኣቑሪ ሰናና ኣምሲሐናና ኣድሪረናና ሎመዓልቲ እውን ንጎ ሰዓት ኣርባዕተ ከይለኸፍኩም ኣይትኸዱን ኢኹም ኢለን ቅድሜና ኣብቲ ቦታ ተረኺበን ሻሂ ዕምባሻ ኣዳልየናልና ማለት እዩ ናይ ብሓቂ ሳለ ኢና ዘለና ሳለን ኢና እዚ ናይ ሎመዓልቲ ዓወት ሳላ ዘን ኣዴታትና እዩ ስለዚ በጃኻትኩም ንኹለን እዘን ኣዴታትና ኣሕዋትና ነዘን ዋዕሮታት ዕልል በላለይ ባዕልኽን ኣዴታት ኣጣቕዑለይ ከዓ ንስኻትኩም የስ ብእን ኢና ኣብዚ ዘለና ማለት እዩ ስለዚ ቴንክ ዩ ቴንክ ዩ ኣዴታትና ኦኬ
ሰላም ኩልኹም ደቅና ኣሕዋትና ብሓበራ ከመይ ኣለና ድሓን ደለና ብርጌድ ንሓመዱ ይዕወት ኣጆኹም ኣነ ምስ ብፆተይ ተጋዳሊት እየ ነይረ ናይ ተጋድሎ ሓርነት ኤርትራ በናእሽትና በቃ ኣብ ሜዳ ኢና ጎብዝና ኢሰያስ ግን ንዓና ዝሓሊ ይመስለና ነይሩ እምበር ብውግእ ሕድሕድ ነንሕድሕድና ኣባይሱ ነቲ ቃልሲ ወኒ ከለና ክንቃለስ እንዳበልና ን ኣብ ስደትን ኣብ ገለን ከም ንሰፍር ገይሩና ማለት እዩ ስለዚ ካብታ ግዜ እቲኣ ከኣ ኢሰያስ ንህዝቢ ኤርትራ ከም ዘይረብሕ ርኢና ከኣ ንሕና ካብ ቅድሚ ናጽነት ጀሚርና ኢና ንቃወም ነርና ክሳብዛ ሕጂ ኣደ ትጠንስ እሞ ጓል ድያ ወዲ ትሓርስ ተባሂሉ እሞ ሎሚ ግን ተባዕታይ ዝኾነ ብርጌድ ንሓመዱ ወዲ ወሊዳ ተባዕ ዋዕሮ ዝኾነት እውን ጓል ሓሪሳ እቲ ኩሉ ቃልስና ብርጌድ ንሓመዱ ተጠቕሊሉና ኣብ ኩሉ እተን ዝተፈላለያ ውድባት ዘለዋ ናብዚ ንክንመፅእ ናይ ብሓቂ ኣብዚኣ ይላቦ ብርጌድ ንሓመዱ መንእሰይ ናትካ እያ ሕጂ ንሕና ብድሕሪት ኮይና ኢና ኣጆኻ ንብለካ እምበር እቶም ዓበይቲ በቃ ብድሕሪት ንኹን ነዞም ደቅና ከኣኒ በዚኣ ገይረ ከይትጠፍእ ኣኼባ ገይርና መስርዕና ሓሊና ክንከይድ ኣጆኹም ደድሕረኹም ዘም ዘቀይ እንዳበልና

ከም ገለ ጌርካ ክተውጽኦ ኣሎካ እቲ ነገር ወይስ ንነብስኻ ትሓትት ዋእ ዓደይ ደኣ እንታይ ኮይና ስለምታይ ደኣ ናይ ኣድኻ ኣድኻ ኣሎ ዓድና ዓተር ስኢኖም ኣብ ሳዋ ይኣትዩ ዓደስ ረኺቡ እልልልል ሓንቲ ሓንቲ ዓተር ረኺቡ ይሕጎስ ዝገርመኩም ስጋ ምስ ረኸበ ከዓኒ ካልእ ነገር እዩ ግን ዘይምልክትና ውግእ

ባንዴራ ትርጉም ኣለዎ ናይ ኣቦታትና ዋላቲ ቀይሕ ዋላ እዚ ትርጉም ኣለዎ ይፈልጥ እንታይ ሕማም ኣለዎ ግን ሻዕብያ ናትና ታሪክ እዩ ጀባ ናትና ታሪክ እዩ ኣርባዕተ ነጥቢ ወላሓደ ሰብ ዝጉሕፎ ይኽእል እዩ ናትና እዩ ተረዲእኩም ግን ካብኡ ተማሂርናስ ናበይ ኢና ንበፅሕ እሱ እዩ ትሕቶ ባንዴራ ድሓራ እዩ ዝመፅእ ህዝቢ ባዕሉ እዩ ይምረፅ ግን እቲ ህዝቢ ኣብ ናፅነት እንድሕር ዘየለ ከመይ ገይሩ እዩ ክመርፅ ዝኽእል ተረዲእኩም ሓደ ሰብኣይ ኣብ ባርነት እቲና ሰላሳን ሓደን ዓመት ሓንቲ መዓልቲ ምርጫ ዝበሃል የለን የለን ሶ ኣብዚ መፅኻስ ዳውን ዳውን ዲክተይር ንብል እሶም ከዓ እንታይ ይብልኹም ኢሳይስ ኪንግ እዩ እዚኣ ሕጂ ክብላ ግን ኣይተሓዙለይ መስሓቂ ኣይተሓዙ ተጋሩ ይሕዋት ይኹም ኣላ ተጋሩ ይሕዋት ግን ንሕና ድለይቲ ፍትሒ

ሰላሳ ደቒቕ ኣብዚኣ ምስ በጻሕኹ ስዒርና ኢና እቲ ነጥቢ ሃሪና ኢና እቲኣ መስመር ብደንቢ ሃሪናያ ኢና ከመይ ስዒርና ክነግረኩም ኦርጋናይዝ ኮይና ህዝብና ኣኪብና ተሰማሚዕና ሚሊተሪ ስታይል ኦፕሬሽን ሒዝና መጺና እቲ ብድሕሪት ኣይዛረበሉነ ስለ ንሕና ኣብ ኣማ- ኣማላኽ ኢና ንኣምን ሰው እሱ ንግደፎ ሓይሊ ኣምላኽ ግን እሳሪእና ባስ ጀበና ገለመለ ጀበና ዝበሃል የለን ብድሕሪት ተወዲኡ እዩ ጀበና ኤኒዌይስ ኤኒዌይስ እንታይ ክብለኩም ይደሊ እቲ ፋክስ ኒውስ መፅኡ ኢንተርቪው ገብረና ከሎ እሳያት እያ ዕላማ ነይሩ እሳያት እያ ነጥቢ ሕጂ ኣሜሪካ ፈሊጡ ኣሎ ከምዚ ሪኮን ይኮኑ ኦኬ እዚኦም ሸፋቲ እዮም ብናትና ገንዘብ ታክስ ዳለር ናብ ኤርትራ ዝሰዱ ኣለዉ የሕዋትና ኣብ ቀብሪ

ታሪክ ተጻሒፉ ሓሊፍኩም ሲያሮ ክለይ ፍትሒ ተመሊሱ እዩ ህግደፍ ተሃድም ኣላ ካብቲ ቦታ ካብቲ ኣብ ኩሉ እያ ተሃድም ዘላ ክንደይ ገዛ ተኻርዮም ዕስራ ሽሕ ገንዘብ ተኻርዮም ሓንቲ ረኪብናያ ኣብ ማዕፀለና የቐንለይ ብጌን ሓመዱ የስ በርጌና ሓመዱ ኦኬ